እንታይ ኢኻ ትዛረብ ዘለኻ? ኣብ ቅድሚ ኣምላኽ ብጣዕሚ እዩ ገሪምኒ ኣንታ ኣነ ይመስል በቃ ኣንታ ናይ ናይ ንዓኣ ዝገበረስ ገዛይ ጸዋዓይ ኣድሚን ክቡ ኢላትን ንዓኣ ዝቀናበረ ድዩ ወላ ንዓኣ ፖስድ በለሰ
ኦኬ ቢነይ
ወይ ሜሪዬ እንተ ሰላም ኣይትብለይ ንክንዳዊት እሱ እንደ ኣትዩ እሱ ሰላም እንደ በለና ዴባዕ ወይ ሰላም በላ እስከ
ኣታ ወዲ ደንደን ገለ እያ ክላትኩም እንዲም ሓደ ኮይንኩ ወዲ ረዛ ንስኻ ደንደን ገለ ዳርጋ ተመሳሰልቲ ኢኹማ ዓርከይ እኒ መታዓቢተይ ሓወይ

ባዕ ስማዕ እንድ ዴቭ ዓርኪ ኣብቲ ቀደም ቀደም ዘክረ እሞ ንሓሙኻስ ኣቱም ኢልካ እዩ ዝጽዋዕ የለውን ድም ደኣ ሓሞይ መጽኦም ኣለዉ ገለ እዩ ዝበሃል ዝንጥል ወዲ ሃይለ ዋዕ እዚኣ ፌር ኣይኮነትን እዚኣ ፍትሓዊት ኣይኮነትን
እንታይ ድሞ ቀደም ሰብኣየ የለ ሕጂ ግን ሓዋይ ተረዲኻን ቀደም ሕጂ ንፈላለዩ ዝያዳ ዓባይ ትምህርቲ እንዳ ወዲ ሃይለ ዓርከይ ዝያዳ ዓባይ ትምህርቲ እያ ዓባይ ትምህርቲ ኣሕሊፍካ ቁስልና ትጎድኣና ኣለኻ
እዚ ደኣ እሞ ሓበሻ ዓፋፍ ደኣ ነዚ እንታይ ይፈልጦ ደኣ ወዲ ሃይለ ትምህሮ ኣለኻ ተንኮል ምሂርካ ነዚ ህዝቢ በል ወንታ ሓበሻ እኮ ከምዚ ናትካ ገይሩ ይክእሎን ኣታ ተንኮል ዘማርግ ምንስ ንስኹም ደኣ ንዓበጃኻ ሳኸይ ዋይ ዋይ ዋይ ዋይ ኣይ ደሓን በል ሕራይ ወዲ ሃይለ ሓወይ ኣይ ደሓን

ካብዚሲ በሪ ጎይካ ናይዚ ዓዲ ወረቀት የልወካ ትፈልጢ ገበል ጎይካ ኣይትወፅእን ካብዚ ዓዲ ትወፅእ ኣይትወፅእን እንዶ ወይዳ
ኣይሱነርጋት
ኣነሲ እደለን ወዲ ሃይለ መርሓባ ብሩኽ ዘር ሓንሳብ እባ ፓውዘ ውሰድ ዕረፍቲ ኣራ ኣራ
ኣራ ውዔዶ ካብዚ ኣባል በዚሕዎ ኣንተ ስኻ ሜሮን ያ ኣይትሓግረና ንስኻ ኣራይ ኣራይ ሚት ክኾን ሚት ኮይነ ኣለኹ
ያ ማይ ወላ እንደ ከምዚ ዘደፍ እዩ ዘሎ

ሞ ክንዛረብ ዶ? ሕጂ ዳኣ ተዛረብ ወዲእናዮ።
ሓራይ እምበኣርከስ ዝኸበርኩም ተኸታተልትና እዚ ትርእይዎ ዘለኹም ደንደን ሜድያ ሃውስ ኮይኑ ከምዚ ትርእይዎም ዘለኹም ናይ ቀደም ፍቑራት ናይ ሎሚ ድማ ኣሕዋት ዴቭ ወዲ ሃይለ ከምኡውን ዲያና ጓል ተኽሉ እዮም ምሳና ዘለዉ። እስከ ናብቲ ናይ መጀመርታ መእተዊ መደበይ ኣዳልየ ዘለኹ ሕቶ ክሰግር፣ ዲያና ዓባይ ሰብ፣ ብዛዕባ እዚ ሕቶ ንዳዊት ቀዲሙ ክምልስ ኣይደልን እየ። ኣ- ኣጆኺ ንዳዊት ወዲ ሃይለ ግለጽዮ ክብለኪ ከለኹስ ከመይ ምረኸብክዮ ዲያናየ? ኣይገልጽንየ ኣይገልጽንየ ዝኾነ የለን እንታይ ኮንኪ ዘይትገልጺ? ዘደይ ቀራን ኣይ- ኣይገልጽንየ ቀራን ኢኺ ቀራን ኣገባብ ግበ ገልጺ ኢኺ ካሜራ ጠጠው ኣብላ መመን ኢኻ ገልጺ ኢኺ ገልጢር ኣኣ ደንደን ቀራንባ ኣይትበላ ቁሩብ ይስመዓና ኣሎ ውሽጥና። ሓቂ ሓቂ ይፈልጥ ትኽክል። ከምዚ ዝረኣኹማ ዓይነይ ሕንቕንቕ ዓይነይ ንብዓት እንዳቖጸረ ጎረረይ ሕንቕንቕ እንዳበለ ብዛዕባ ወዲ ሃይለ ክገልጽ ዓቕሚ የብለይን ንሱ ይግለጸኒ እያ ትብል ዘላ ዲያና

እዋይ በቃ ድራይቭ ከኣ ካብ ደጋውሲ ውሽጣዊ ትጸብቕ። እም ከምኡ ውን ካብ ተዓዘብቲ ዝመጸትኒ ሕቶ ናይ ብሓቂ ዴቭ ወዲ ሃይለ ሰብ ካብ እኽሊ ምዘን ከም ዝብሃል ኣብ ዝኾነ ኣጋጣሚታት ይርእየካ እየ እሞ ካብ ዲያና እታ ዝዓበየት ትምህርቲ ናብ ደቂ ኣንስትዮ ክተሕልፋ እትኽእል
ዳናይት ኣዛርብና ባሕ
ዓቁባይ ዝወዲ ሃይለ
ቀራንያ ክብለኪ ዳናይት ኣነ ጻዕራም ስለ ዝኾንኩ እየ ዘኽብረኪ እሞ ዳናይት ሓፍተይ ብሓንሳብ እኮ የለናን

ሰይቲ ሓወይ ነበር ነበር ባይ ሰበር ኣብዛ ዓለም ዴቭ ወዲ ሃይለ ሕቶይ ክቅጽል ኣብዛ ዓለም ብሙሉኦም ብሓንሳብ ዝነብሩ ሰባት ይፋቀሩ ማለት ኣይኮኑን እቶም ኣዝዮም ብልቢ ዝፋቀሩ ሰባት ክኣ ዓሰርተ ፐርሰንት እዮም ብሓንሳብ ዝነብሩ እዩ ዝባሃል እዚ ከመይ ትሪኦ። ሓቂ እዩ ካብ እቶም ዓሰርተ ሓደ ዘይምኳንና ከኣ ብጣዕሚ የጉህየኒ ተረዲእካኒ።
ትኽክል።

ኣብ ሂወት እንዳ ኣሎ እንዳ ህባ ሓወይ ኣብ ሂወት ከዕልለካ በዚ ኣጋጣሚ መቸም ኣብዛ ዓለም ዘይተገብረ እምበር ዘይተነግረ እምበር ዘይተገብረ ነገር የለን ይበሃል ትፈልጥ ኢኻ ምስ ወዲ ሃይለ እዚ ትፈልጥ ኢኻ ሓቀይ ዶ ኣበይ ደኣ ከይዱ ዳዊት ትኽክል ያ ኣለኹ ኣለኹ ብሩ መርሓባ ኣለኻ ዶ እወ ስለዚ ኣብዛ ዓለም እዚኣ ከዓ ናይ ብሓቂ ሓደ ሓደ ግዜ ካብ ቂድመና ናይ ዕድመ ሰብ ፀጋ ይኹን ቂድመና ፍቅሪ ካብ ዝፈተኑ ሓዳር ካብ ዝፈተኑ ሰባት ብዙሕ ዘረባ ይንሰምዕ ኢና ሓደ ካብተን ዘረባታት እንታይ ነይራ መሲልካ ወዲ ሃይለ ጠንቂ መፈላለዩ ዝኸውን ነገር እቲ ናይ መጀመርታ መባኣሲኻ ዘይኮነስ እቲ ድሕሩ ዝስዕብ ቃላት ዝውርወር ዘረባታት፣ ዝኸይድ ብድዐታት እዩሞ ዝብልዎ እዚ ከመይ እዩ ወዲ ሃይለ ኣብ ነብስኻስ ከመይ ትሪኦ እዚ? እዎ ትኣምነሉ ዶ?
ናይ ቃላቱ ኣይኮነን ዝሽግር። ቃላት ኣይኮነን ሽግር እቲ ሽግር ጠባያት እዩ ቃላት ኣይኮነን ክትፀዋወር ዘይትኽእል እንተኾንካ ዘይትኽእል እንተኾንካ ክትፈላለ ክትገደድ ኣለካ ፋልጢኻ ንምክንያቱ ሲ ንምንታይ እሞ ኩላትካ ቁሱል ልቢ ሒዝካ ትጓዓዝ ንምንታይ ፍትሕ ንምንታይ ተፈጢሩ ፍትሕ ክወርደካ እኮ እዩ ፍትሕ እኳ ነብሲ ፍትወት ይወዳ ሃይለ ዓርኪ ነብስኻ ከይፈተኻ ከዓ ምርካ ሰብ ክትፈት ይኽእል እያ እወ ግን ፍትሕ ብፍላይ ሕጂ ወዲ ሃይለ ናትካ ካብቲ ደስ ዝብለኒ ነገር እንታይ ኣሎ እንተልካኒ ከዕለለካ እየ ኣብ ውላድ ኣይበፅሓኻን ብዓብኡ እውን ኪዳን ኣይኣሰርካ ሕጂ እዚ ፍቅራዊ ሂወት እዩ ፍትሕ እውን ኣይበሃልን እዩ ሕጂ ብዙሓት ሰባት ከም ፍትሕ ገይሮም ዝቆፅርዎ ገለ ክህሉ ይኽእሉ እዮም ተረዲኻኒ ወዲ ሃይለ ኣና
ተፀናንዕኒ ጀሚርካ ኣታ ናይ ሓበሻ እኮ እዚ ኮይ ክም ትብለካ ነገር እዚ ኮይ ኣብ ወላዳ በፅሕካን ቃል ኪዳን ኣይኣሰርካን ኣይተመራዕኻን ኣኽሊል ኣይኣሰርካን ገለ መለ ገለ እሽምሽ ዋ እንታይ ደኻ ክትብል ፀኒሕካ ዳ እንታይ መዓት እዩ እንታይ ክትብል ፀኒሕካ እዋእ ናይ ሓበሻስ ግርም ይብለካ በቃ ግርም ይብለካ በቃ ተፀጊምካ እንዳረኣየካ ፀጎም ይነግረካ እወይ በፃሕኮ ንፈልጥ እንታይ መገበር ኮይኑ እኮ ዝኮብሉ ከሎ ከዓ ሕጅስ ኮይኑ እዩ ኦረዲ ዝሰክዓዊ ሕፈስን እዩ ተረዲኻኒ ክምለስ ደለይ ኮንኩን ኣነ ፅቡቅ ዝዛረብ ዘለኹ ፅቡቅ ግን ፅቡቅ እዩ ንሰብ ዋላ ንዓኻ ፅላእካ ኣነ ናትካ ፅቡቅ ክዛረብ ግደታ እዩ ናትካ ፅቡቕ ዘይዛረብ እንድሕር ተኾይኑ ኣነ ሓሳዊ እየ ብሮ። ኣይበፅሓካን ኣይበፅሓካን ወይ በፅሓኩን ኣይበፅሓኩን ኢላ ድኣ ኣቋርፀ እየ እኮ ተዝበፅሕ ነረ ድሕሪኣ ምተጎተትኩ እንዶ ዩከይ እንተኸዳ ድሕሪኣ ዩከይ ምኸድኩ እንዶ ካናዳ ተኸዳ ካናዳ እንዶ ምኸድኩ እንተበፂሐ ድኣ ኣብ ውላድ በፅሑኩም ኣይትፈላለዩ ድኣ ኣፍና ደም ኣውፅእ እዩ ክንዛረብ ደንበር ጥዕና ኣለዎ እዩ ፍጥረት ስለ ዘይበፅሓኩስ ኣቋሪፀዮ እንታ ፍጡር ሕዘኒ እባ ኣብ ውላድ ኣይኮነን ኣብ ዓራት እውን ኣይበፅሓኩን ኣነስ ዋእ እንታይ ይብላ ኣለታ እዚ እንታይ ይብላ ኣሎ ኣይበፅሓካን ትኽክል ኣይበፅሓኩን ዋእ ወላድ ደንበ ጥዕና ኣለዎም እዮም ሰባት ኣነ እቲ ሓቂ እዩ ወይ ከዓ እቲ ዝነበረ ሃዋህው እዛረብ ኣለኹ ኖርማል እዩ ስኻ ብትክክል ፅቡቅ ከም ዝነበርና ፅቡቅ ከም ዝነበረት እዛረብ ኣለኹ እቲ ናተይ ሓቂ ከኣ እዛረብ ኣለኹ ሓቂ መሪር እዩ ተልኩምኒ እሰማምዐሉየ ናይ ወላድ ኣይበጽሕካ እንተልካኒ ግን ኣይሰማምዐሉን እየ ኣብ ዓራት እውን ኣይበጽሕኩን ይብለካ ኣለኹ ኣብ ወላድ ኣበይ ኣበይ ምስ በጽሕካ ኣብ ወላድ ትበጽሕ ኣብ ዓራት ምስ በጽሕካ ዘይኮነን ኣብ ሳሎን ደቂስካ ዲኻ ብውላድ ትበጽሕ ወዘይ በጻሕና ተብጽሑና ብሓይሊ በቃ እቶም ተሓዙኑ ሰባት በቃ ሕዞኑ ጽቡቅ ገርኩም ግደፍ ኣይገድፍን እየ ሕዞኑ ጽቡቅ ገርኩም ኩሉ ክሓዘን ጣዕም ከያን ይብላ ኣላ ሓደ እንተ ዝጣዕማ ዛንዛ ንብል ነረ ድሕራ ዝጣዕሚ ወደዳእኹም እድ ተጥዒምኩም ከመይ ዲኹም ስኹም ከመይ ኢኹም ከመይ ኢኹም ፈልጠኩም እየ ጓል ከመይ ኢኹም ሓቂ ተዛረቡ ዝጠዓመ ከምኡ ድዩ ከምኡ ይብል ዝጠዓመ ሓመድ ብላዕ ኣሜን ኣሜን ተንኪዩ ዝዓርከ ይሕቢሩ ዋላ ንስኻ ምሳይ እንተበሊዕኻ ውን ፀገም ዘለዎ ኣይኮነን

ከምዚ ጃሎ ተፋቂሩ ገለ ሸለል እንተብሎ ንኩሉ ነገር ከምዚ ዕግርግር ትደልዩ ዲኹም ኮንኩም ከምኡ ከምዚ ተሓርቁ ገለ ሽለት የስ ኣም ሽለት ኣም መስከብ ብድላይካ ፀዋዕኒ ኣብኡ ዘይበፅሓካ ኢልካ እንተፀሪፍካ ንፀገም የብሉን ሽለት በለኒ ቋንጣ በለኒ ቆስጣ በለኒ ብዙሕ ኣይግድሰኒ ናይ

Thank you ዓባይ ሰብ thank you thank you ጁዘ በፅሓኮ በፂሐዮ ክብል ኣይደልን ኣነ ባይዘወ ኩልኻ ታብታ ጓል ኩላትካ ታብታ ጓል ኩላትካ ኩላትካ ዛዕባኻ ዝነኣስካ ተተግብር ኣነስ ብግልፂ ተሓቂ ትገለ ዘረብ ኣለኹ ዝረድኦምኒ ግን ያ ኣብዚ ዝርዳእኒ ሰብ ይርክብ የለኹ What's gonna happen bro?